ኣብዚኣ ሓንሳብ ዲቮራ ዝሓጸር ናባኺ ይጽሕፋ ዘለኹ ደብዳቤ ብዙሕ ንዓኺ ዘሕርቕን ስምዒታትኪ ዝፈታትን ንውሽጥኺ እውን ዝጎድእ ሓሰይቲ ቃላት ስለ ዘለዋ ተዳሊኺ ክተንብብያ ደስ ብለኒ ምክንያቱ ብዙሕ ዘይትጽበይዮም ሓቅታት ስለ ዝዝርዝረልኪ ነቲ ኣብ ውሽጥኺ ዝፍጠር ሕርቃን፣ ነቲ ካብ ቃላትኪ ዝወጽእ ነድርታት ፈጺመ ተሓታቲ ከም ዘይኮንኩ በዘን ንሓሳባተይ ቀዲመን ዝወጽኣ ዘለዋ ናይ መጠንቀቕታ ቃላት እየ የፍልጠኪ ኣለኹ። ዲቮራ፣ ብልጽቲ ጓል ኢኺ። ንዓይ እሞ ግደፍዮ እቲ ኣኺሉ ዝተርፈኒ ጽባቐኺ ንዓለም ውን ንስኺ ኣብነት ክትኮኒ ዝመጻኺ ሓንቲ ካብተን ንደቂ ተባዕትዮ ኣዝየን ኣድለይቲ ዝኾና ውሕዳት ደቂ ኣንስትዮ ኢኺ ንዓኺ ዝረኸበ ኣዳም ኩሉ ግዜ እንዳተሓጎሰ ከም ዝነብር ኣነየ ምስክሩ ስለምንታይ ኣነ ነቲ ናትኪ ኩሉ ጽቡቕ ተሓሲመ ንዘለኽዎ ባርነት መሪጸ ግን ናተይ ዝብሎ ምኽንያት ስለ ዘለኒ ኣብ ክንዲ ውሽጥኺ ንዘይረኽቦ ተስፋ ሃንቀው ኢሉ ክጽበ ዝፈርዶ ኣነ እውን በቲ ዝፍጠር ኩሉ ናይ ትጽቢታትኪ ክሳራ ግዜ ተሓታቲ ካብ ዝኸውን ሕጂ ተሰቂኺ ንጽባሕ ዝሓሸ ህይወት ክልወኪ ሕጂ ቀስ ገይረ ክቐትለኪ ዝሕሸኒ እወ እቲ ቀስ ገይረ ዝቐትለኪ ናይ ምድሓን ዕድል እውን ስለ ዘለኪ በቃ ኩሉ ሓቂ ውሽጠይ ትቕበል እዩ ዲፉ ብዘይ ቀልዓለም ትፍቀሪ ሰብ ኢኺ ተስማሚዕና ዶ ጽቡቕ ኣነ ግን እንዳደለኹኺ ካብ ንስኺ ምሳይ ክትህልዊ ዘይክትህልው መሪጸ ኣለኹ ኣሰልቸትኒ ህይወት በቃ ኣሰልችኒ ህይወተይ መቐረት የስኢነሎም ንምንታይ ተፈጢረ መዓልታዊ ዝሓቶ ግን ድማ መልሲ ዘይረኽበሉ ረባሽ ውሽጠይ ኮይኑ በቃ ህይወት ስልቻትኒ ያኸ ብፍላይ ድማ ምስ ናይ ምስል ፍቕሪ ዘለዎ ዓለም ክነብር ፈጺሙ ውሽጠይ ክቕበለላ ኣይከኣልን ዲፎራ እንታይ ክብለክ እንዲ ፋሕ ዝብለኒ ዘሎ ሓቂ ሓቂ ምዃኑ ስለ ዘይተርፎ ግን ሓቂ ክዛረብ እየ ሕጂ እውን ዲፉ እወ ትፍቀሪ ኢኺ ግን ኣነ የፍቀርኩኽን ንስኺ ምስክረይ ብዙሕ ጽቡቕ ህይወት ኣሕሊፈ እየ ሓንሳብ የፍቂረ ልበይ ናይ ሓንቲ ሄዋን ፍቕሪ ክስከም እያ ፈቒዳትለይ ናትኪ ፍቕሪ እውን ኣብ ልበይ ከስፍር ብዙሕ ፈቲነ ኣይከኣልኩን እታ ንልበይ ዘድመየት ሄዋን ግና ስምብራት ኣይወፀለይን ንልበይ ጋሪዳ ነቲ ዝበህጎ ፍቕራዊ ህይወት እውን ኣጸልሚታትለይ ገዲፋትን ኸይዳ ዲፉየ ምፍቃርኪ ይከኣልኩ ኩሉ ነገር ሕውስውስ ኢሉኒ። እቲ ንስኺ ብናይ ፍቕሪ ቃላተይ ኣብ ሓጎስ ዝመልኦ ዓለም ብደስታ ጠንቀላዕላዕ ኢልኪ ክትሰራሰሪ ክትምሲ ከለኺ፣ ብኣንጻሩ ድማ ኣነ ኣብታ ቀታሊተይ ኣፍቃሪተይ ነበር ዝፈጠረታ ኣውዒላ ዘይሕደረትኒ ጸላም ዓለም ብምረትየ ብጓህሪ ሓዘን ክልብለብ ዘምስል ዝነበርኩ። ዓለምና በበይኑ ኮይኑ ይድፌ። ንዓይ ገና ስቓይ ዓለም ካብ ጎነይ ስለ ዘይረሓቐ ነዛ ናይ ጽምዋ ዓለም ክቃለሳ በይነይ ዝመረጽኩ ሰብ ምዃነይ ፍለጥለይ። ፍቅርናይ ሕጂ ትርጉም ኣልቦ እዩ በቃ ኣሰልችኒ ህይወት ትርጉም ስኢነሉ ክሳብ ትርጉም ዝረኽበሉ ንፍቅሪ እውን እወ ጥዑም ኢለ ክሳብ ዝምስክረሉ ቢኒ ባክ ደፊኒቲቭ ሓሳብ ክስተንፍስ ሓሳብ በቃ ቢኒ ክኸበር ክደፍኒ ሓሳብ ዲፌ ከምኡ እየ ደልየ ደብዳቤኺ ብደስታ ኣንቢበያ እየ ንስቓይኪ እውን ተረድየ እየ ሕጂ ግን ናይ ሰብ ስቓይ ዘይኮነስ ናተይ ስቓይ ዝርዳኣለይ ሰብ ይደሊ ኣለኹ ዲቪየ ዓባይ ሰብ እዩ ገዛ ክበኪ